ብጣዕሚ እዩ ዘሕዝን ናይ ሰላም ሰብኣይ ዝወሰደት ተዋሪዳ ለካ ሰብስ ኣይእመንይ ሰላም ሰላም ናይ ሸዊት ዩቲብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላሜ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ብሓድሽ ቪድዮ መፅኤኩም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ኢኹም ሓደሽትን ዝኾንኩም ድማ ሳብስክራይብ እንዳኮርኩም ቤተሰብ ኩኑ ክብለኩም ፈቱ ማለት እዩ ሳብስክራይብ እንዳገበርኩም ስለ እተበራትዕቱኒ ብጣዕሚ እየ ዘመስግን እግዚኣብሄር የኽብረለይ ሕጂ ውን ምብርትታዕኹም ኣይፈለየኒ ክብል ይደሊ ማለት እዩ። ለማሓንቲ ዝመጸክሉ ርእሲ ብዛዕባ ሰላም ጸጋ እዩ ማለት እዩ። ኣብ ዝሓለፈ ብዛዕባ ሰብኣይ ምምንጣል እንዳተናገረት ነይራ ሰላም ማለት እዩ። ኣብ ትማሊ ሒዛቶ ዝመፀት ድማ ሰባት ብጣዕሚ ከም ዝወቐስዋ ጫው ጫው ከም ዝበሉ ብጣዕሚ በቃ ማለት ኣነሲ ከም ምኽሪ ሓሲበ እየ ተናገረ እምበር እንታይ ዶ ገይረ እየ እንታይ ዶ ሕማቕ ኢለ እየ ኢላ እንዳተናገረት ነይራ እያ ብሓቂ ማለት እዩ ዝተናገረቶ እኮ ሕማቕ ኮይኑ ይኾነ ማለት ናይ ሰብ ናይ ሰብ ሰብኣይ እትምንጥላሲ ግደፋ እያ እንዳበለት ነይራ ግን ኣብ ባህላ ከምኡ ኣይኮነን ብጣዕሚ እንዳንፀርፀረት ብጣዕሚ ምርር ኢልዋ እያ ትናገር ነይራ የምር እዩ ብሓቂ ኣነ ሰብኣይ ምምንጣል ይድግፎ ኮይነ ይኮንኩይ ንምንታይ ከምዚ ዓይነት ተግባር ሲ ክህሉ እውን ሲ የብሉይ ማለት ሲ ፅባሕ ንግሆ ሲ ንሕናስ እንታይ እዩ ንሕና እውን ከምኣ ጓል ኢና ወዶ ፅባሕ ኣብ ህይወትና ሲ ግድን እዩ ከምኡ ከጋጥመና እንድሕር መንጢል ከምፅኽዮ ፅባሕ ንግሆና ኣኸውን መንጢላ ከም ትወስደኪ ክንፈልጥ ኣለና ማለት እዩ እዚ ሓሳብ ንምንታይ ኮም ኢላ ኣይኮንኩ እዩ ዝብል ዘለኹ ቤተሰብ ኣብዚ ክትረድእዎ ዘለኩ ማለት እዩ ግን ኣገላለፃ ወይ ከዓ ናይ ኣነጋግራ ብጣዕሚ ኣኽፊኣ ሰላም ማለት እዩ በተለይ ትራገሞ ነበረት መርገም ፅቡቅ ኣይኮነይ ከምዚ ዝነገርኩም ብቀደማይ ሕማቅ ዝሓሰበ ንባዕሉ እዩ ሕማቅ ዝገበረ ንባዕሉ እዩ ማለት እዩ እና ቀስ ኢላ ብውሽጣ ክትረዳዳእ ነይርዋ ወይ ከዓ ክትረጋጋዕ ነይርዋ ከምኡ ኣጋጢምዋ ተኮይኑ ንዓ ጸሎት እምበር ናብ ሶሻል ሚድያ ዘውፅ ነገርሲ ምንም ኣይነበረይ ተውፅኣቶ እውን ከም ምኽሪ ገይራ እያ ክትመክር ነይራ ከምኡ ኢላሲ ክትናገር ኣይነበረ ከምዚ ንሳ ዝበለቶ ኣነጋግራ እያ ብጣዕሚ ተጋግያ ማለት እዩ ኣጀንዳ ኣጀንዳ እንድሕር ከፊታትሉ ሰብ ደኣ እሞ ኣጀንዳ ግድን እዩ ክገብር ኣንበርታይ እሞ ደኣ እዚ እዩ እንኳን ናይ ሶሻል ሚድያ ሰብ እያሳ ትፍለጥ እያ ተፈላጢት እያ እና ከምኡ ኢላ ስለዝተናገረት እንኳን ከምኡ ኢላ ተናጊራ ዘይተናገርካ እኳ ዝናገር እዩ እና እዚ ሰብ ከምዚ ኢሉ ከምዚ ገይሩ ዘይኮነ ዘገድስ ንባዕላ ኣብ ሂወታ ብኸመይ ይመርሕ ብኸመይ ይኸይድ እዩ ወይ ከዓ ክትሓስብ ዘለዋ እምበር ሰብ ኢሉ ይኮነ ሰብ ናታ ሂወት ኣይነብረላ ይወዶ ብርግፅ ዝበለቶ ሓሳብ ኣነ ኣይፀላእኽዎ ይድግፋ እየ ማለት እዩ ሰብ ከዓነይ ሆ ዝበለ ከዓነይ ምምንጣልሲ ጽቡቕ እዩ ኢላ ኣይኮነት ኣይኮነን ሰብ ማለት እዩ ዝተናገራ ሰብ ማለት እዩ ግን ንሳ ዝገለፀትሉ ኣገላለፃ ብጣዕሚ ደስ ለይብል ነገር እዩ ካብ ቃላታት ተውፅኦ ነበረት ነገራት ሲ ብጣዕሚ ደስ ኣይብል እዩ ንሳ ስለ ዝተሰምዓ ክኾን ይኽእል ኣብ ሂወታ እንድሕር ወሪድዋ ኮይኑ ብጣዕሚ ዝናድድ ከመይ ተልኩም ቤተሰብ ማዕረ ንእስነትካ ንእስነትካ ወፊኻ ተመርዒኻ ሓዳር ጌርካ ቆልዓ ወሊድካ እና ከምኡ ከጋጥመካ ከሎ ብጣዕሚ ዘናድድ ግን ከዓነይ ተመንጢሉ ዘይኮነ ክትብል ዘለካ ከዓነይሲ ሓደ ወዲ

እስኻ በዓል ሓዳር ኢኻ ልሂ ትብሎ ነበረት እምበር መንጢላትኒ ኢልካ ዝዘረባሲ ከቢድ እዩ ኣነ ብወገነይ ልመስለኒ ማለት እዩ ንምንታይ እዙይ ናይ ባዕሉ ፍቓድ እዩ ናይ ትወዲ ፍቓድ እዩ እምበይ ጎቲትካ ንሓደ ሰብ እዚ ጎቲትካ ክትወስዶ ኣይትኽእልን ኢኻ ማለት እዩ ንሰላም ዝመንጠለታ ግን ምን ትኸውን ብኡነት ዝኩሉ መርገም ተወፂሕዋ ብጣዕሚ እዩ ከቢድ ማለት እዩ መርገም እያ ቆልዓት ዳርጋ ምርቃ እዩ ከምኡ ክገብረላ ይኾን ኣነ ስለ ዝወሰደታ ወይ ከዓ ስለ ዝተፈታተነታ ኣብ ሓደራ ደስ ኢልኒ ይኮነይ ብጣዕሚ እዩ ዘሕዝነካ ቤተሰብ ሪኢኹም ኹም ህፃን ቆልዓ ኣብ መንጎኦም ኣሎ መን እዩ ኣብ መንጎ ኣደና ኣቦ ዝብደል ቆልዓ እዩ ቆልዓ እዩ ክልተ ገጽ ዝርኢ ማለት እዩ ሕጂ እኮ ምንም ሰላም እውን ክትምርዐ ትኽእል ኣሰብኣይ ክትሕዝ ትኽእል እያ ግን ኣብ መንጎኦም ዝቐርቀር መን እዩ ዘሎ ህፃን ቆልዓ እዩ ማለት እዩ እና ቤተሰብ ብጣዕሚ እዩ ከቢድ ከምዚ ዓይነት ተግባር ክውገድ ዘለዎ ብጣዕሚ ከምዚ ዓይነት ብስሩ ኣፀያፍ ዝኾነ ስራሕ እውን ከመይ ኢልካ ሰብ በዓል ሓዳር ወድሲ ከመይ ኢልካ እኻ ትምነ ፅባሕ ኣብ ህይወተይ እንታይ ክገጥመኒ ይኸውን ኢልናሲ ክንሓስብ ኣለና እንተ ኮይኑ ንኣ ገዲፍዋ ይመፅእ ኣሎ ኢልናሲ ክንሓስብ ኣለና ማለት እዩ ዘን መንጠልቲ እኮ ግን ካብ ርሑቀ ይመፃን ቤተሰብ ካብ ቅርብኻ ዘለዋ ኣብ ጎንኻ ዘለዋ ውሽጥኻ ልፈልጣ እየን ዝምንጥላኻ ሕጂ ንሰላም እውን መሓዛ ኣምናምን መንጢላታ ከይትኸውን ጉድ ከይኸውን ማለት እዩ ንምንታይ ከምኡ ኢልክ ተይልኩም በቃ ማለት ካብ ርሑቕ ኣይመፅእ ምሳኻ ትበልዕ ምሳኻ ትሰቲ ምሳኻ ትዕልል ምስጢርካ ትፈልጥ ኩሉ ውሽጥኻ ኣትፈልጥ እያ ከምኡ ትገብረካ ከውርሖቕ እማ መጽያ ከምኡ ዓይነት ስራሕ ክትገብር ኣይትኽእልን እያ ከውርሖቕ ተመጽያስ ስለለይ ፈለጠት እያ እኮ ክትብል ትኽእል ኢኻ እምበር መንጢላትኒ ከምዚ ጌራትና ክትብል ኣይትኽእልን ኢኻ ኣብ ጎንኻ ናሃለት በዓል ሓዳር ምዃኑ ውላድ ከም ዘለዎ እንዳፈለጠት ትምንጥለካ ግን ብጣዕሚ ከቢድ ማለት እዩ እና ሰላም ሓፍተይ ክብላ ዝደሊ ኣነ ማለት እዩ ናብ ሶሻል ሚድያ ሂወትካ ተውፂኻ ባዕልኻ ከቢድ እዩ ሰላም ከዓ ማንም ከም ምኽሪ ኢልካ ሓስብክዮ ክትኮን ትኽእል ነርኸ ግን ኣገላልፃ ብጣዕሚ ዓብዪ ዓብዪ ጌጋ ካብ ሕሉፍ ሂወተይ ኢላ ካብ ለቕረወቶ ርኢኹምዎ ትኾኑ ኢኹም ኣብ ናይ ዓላ ቻናል ማለት እዩ ልሓለፍ ህይወተይ ናይ ንእስነተይ ኣፍቃረይ ምናምን ኢላ ካብ ዘቕረበቶ ትሒዝኩም ደስ ኣይብለይ ስለ ልሓለፍ ህይወታ ኣብ ሶሻል ሚዲያ መፅኡ ዘንግር ምንም እንትንሲ ኣይኮነን እዚሲ ንሰብኣያ ኣይትሓሰሉ እንታይ ዓይነት ስምዒት ይስምዖ ኢላ ክትሓስበሉ ኣይትኽእልን። ርግጸኛ እየ እዚሲ ምስኦ ኮይና ከምዚኣ ኢላ ኣይተዕልልን። ደስተኛ ሰይኾኒ ንምንታይ ከምዚ ስለ ዝሓለፈ ህይወትካ እንኳን ኣብ ሚድያ ወፂኻ ክተዕልልሲ ከቢድ እዩ ማለት እዩ። ናብ ባዕላ ብዘምፀቶ ኣጀንዳ ባዕላ ብልፈጠረቶ ደኣሉ ሰብ ከዓ ዝዛረብሉ ኣለምበይ ማንም ካብ ዜሮ ተወጊሱ ኣይዛረብን ባዕልኻ ብልፈጠርካዮ እዩ ሰብ ልዛረብ ማለት እዩ ካብኡ ድማ ወደይ ሒምዎ ትብል ነይራ እግዚኣብሔር ኣምላኽ ምሕረት ይልኣኸሎ ማለት እዩ እና ቤተሰብ ናይ ልማዕንቲ ቪድዮ ሒዘ ዝመፅኹ ነዚያ ትመስል ነይራ ማለት እዩ ላይክ ሳብስክራይብ ሸር ምግባር ኣይትሕመቑ ኢኹም ኣብ ቀፃሊ ቪድዮና ክሳብ ንራኸብ ሰሰናይ ንዓኹም ባይ ባይ